ሰላም ተኸታተልቲ ዩቱብ ቻነል ብከርመ ሰላም ክትህልዉ ናይ ወትሩ ትምኒተዩ ብሓቂ ብጣዕሚ የቐንየለይ ክሳብ ዚ ሕጂ ተተባብዑ ንዘለኹም ሰባት ብጣዕሚ የቐንየለይ ብናትኩም ደገፍ ኣብዚ በፂሐ ኣለኹ ብጣዕሚ የቐንየለይ ናይ ሎማዓንቲ ከኣ ብናይ ሕቶኹም መሰረት ናይ ትምህርቲ ምዝዋር መኪና ትዮሪ እየ ሒዘልኩም መፅየ ዘለኹ ስለዚ ብፍላይ ኣብቲ ዝሓለፈት ቪድዮ ሰራሕኳ ማለት እዩ ናይ ሬመ ካስሎስ ኤኒትስ ዝብል ኣምፃልና ዝብል ዝበዝሐ ኮመንት ርአ ነይረ ማለት እዩ ስለዚ ሒዘልኩም መፅየ ኣለኹ ሰናይ ምክትታል ቴንኪዩ የቀኒየለይ ከምኡ ውን ሳብስክራይብ ክትገብሩ እቶም ሓደሽቲ ብፍላይ ዝመፃኹም ሳብስክራይብ ክትገብሩለይ ነቶም ዘለኹም ናይ ቀደም ከዓ ሸር ክትገብርዎ ይምሕፀነኩም ማለት እዩ ብፍላይ ነቶም ሕጂ ኣብ ናይ ትምህርቲ ምዝዋር መኪና ዝመሃሩ ዘለዉ ማለት እዩ ክጠቕሞም ስለ ዝኽእል ኢለ ስለዚ የቀኒየለይ ሰናይ ምክትታል ኦኬ በሉ ትኺልና ክንጅምር ኢና እዚ ናይ ሎማዓንቲ እምፅኤልኩም ዘለኹ ሬመ ካስሎስ ኤን ኒትስ ዝብል እዩ ልክዕ ከምዚ ዓይነት ኣምፃልና ዝብል ኮመንት እውን ኣንቢበ ነይረ ስለዚ ሒዘልኩም መፅ ኣለኹ ኦኬ እዚ ብሓምሳ ንኸይ ዘላ እዛ መኪና ንሕና ኢና ማለት እዩ እዚ ፅርግያ ከዓ ንሪኦ ኣለና ንኣብነት ንየማን ወገን ዘሎ ብሓምሳ ኪዱ ይብለና ኣሎ እዚኣ ታቤላ እዚኣ ብሓምሳ ክትከይድ ኣለካ እዚኣ ሰማያዊት ታቤላ ከዓ ኣብዚ ናብዚ ወገን ናብቲ ምልክት ትገብር ዘላ ኣብኡ ዘውሩ ልክዕ ኣብኡ ንዝውር ኣለና እንታ ብጫ ማእከል ዘላ ምልክት ትገብረላ ዘለኹ ንሳ ከዓ ፎራንግ ኣለካ ቀዳምነት ኣለካ ኪድ ዝብል እዩ ማለት እዩ ስለዚ ኣብዚ እንታይ ክንገብር ኣለና እቲ ጽርግያ እቲ ብሓምሳ ኪዱ ዝብሉ ናይ ሕጂ ንኣብነት የዕሪ ኣለዉ ፅርግያ እዚ ኩሉ ታቤላታት ገይሮምልና ዘለዉ ማለት እዩ ስለዚ ብሓምሳ ከይድ ይብሉ ኣለዉ ንሕና ካብ ብሓምሳ ንኸይድ ኣለና ስለዚ ወላ ሓደ ንገብሮ የለን ስለዚ እንታይ ንምልሳ ኒትስ ኒክስ ወልሓንቲ ንገብር ንሕን ኒትስ ኢልና ንምልሳ። ኦከይ ካልኣይቲ ሕቶና ከኣ ከምዚ ትመስል ብስእሊ መልክዕ በዚ ኣማናይ ወገን ክልተ ሰብ ሳይክል ኣለዋ ብቅድሜና እውን ክልተ ሰብ ሳይክል ሓደ ከዓ በዓል ሞተር ይመፃና ኣሎ ንሕና ከዓ ከምዚ ብስእሊ ንሪኦ ዘለና ብዒስራን ሓሙሽተን ንኸይድ ኣለና ማለት እዩ። ስለዚ እንታይ ክንገብር ኣለና? ብኹሉ ድሩክ ኮይኑሎ ሬመ ክንገብር ኣለና ማለት እዩ። እቲ ሕቶ እንታይ እዩ ዝብል? ሬመ ካስሎስ ኤን ኒትስ እዩ ዝብል። ዝኾነ ሕቶ ምንባብ ኣየድልየኩምኒ ከም ተመክሮ ማለት እዩ። ዝኾነ ሕቶ ምንባብ ኣየድልየኩምኒ ከምዚ ክመጻኩም ከሎ ዕስራን ሓሙሽተን ሕቶታት ኣለዋ ኣለዋ ቀልጢፍኩም ጥራይ ናብቲ መልሲ ጥራይ ክትከዱ ኣለኩም ስለዚ ሬመ ንገብር እቲ ምክንያት ከዓ ድሩክ ኮይኑ ኣሎ ብኩሉ ማለት እዩ ያ ከምዚኣ ትመስል ሳልሰይቲ ሕቶና ከዓ ንሕና ብሓምሳ ንኸይድ ኣለና ማለት እዩ እዚኣ ታቤላ እዚኣ ከዓ ናይ ክፋር ለክ ክፋር ናይ ሓደገኛ ከም ዝኾነ ምልክት እያ እዚኣ ስሉስ ኩርናዕ ማለት እዩ እንታ ኣብቲ ስእሊ ዘላ ከዓ ናይ እንስሳ ስእሊ ኣላ ንኣብነት ዓጋዜን ክትከውን ትኽእል እያ እቲ ምክንያት ወይ ከዓ ትርጉም ናይዚኣ ቦርድ ከዓኒ ዝኾነ ዓይነት እንስሳ ክመፃኻ ይኽእላ እየን በዚ ፅርግያ ክሰግራ ስለ ዝኽእላ ተጠንቀቕ ማለት እያ ግን እዚ ቦርድ ንዓና የገድሰናን እዩ ብሓምሳ ንኸይድ ኣለና ቅድሚኣ ዘላ ቦርድ ከዓኒ ኣይንድ ፋይፍቲ ከያ ብሓምሳ ትኸይድ ኣላ ካብኡ እኒኦ ግን ሰማንያ ክኸውን እዩ ስለዚ ብሓምሳ ትኸይድ ኣለኻ ክሳብዛ ሕጂ እቲ ጽርግያ ከኣ ናይ ሓምሳ እዩ ስለዚ ወላ ሓደ ትገብሮ ነገር የለን ጽቡቕ ብሓምሳ ትኸይድ ኣለኻ ስለዚ እንታይ ኢልካ ትምልሳ ኒት ኢልካ ትምልሳ ማለት እዩ ኣንድ ዝቕጽል ሕቶና ከኣ ሕጂ ንሕና ቀዳምነት ክትሪኦ ዘለካ ብክንደይ ንኸይድ ኣለና ኦኬ ብዕስራን ሓሙሽተን ንኸይድ ኣለና ቀዳመይቲ ትሪኣ ማለት እዩ ብዕስራን ሓሙሽተን ንኸይድ ኣለና ቀስ ኢልና ማለት እዩ ንየማንና ዘሎ ኩሉ ክነስተውዕል ኣለና ንኣብነት ሓንቲ ሰበይቲ ምስ ደቅ ምስ ጓላ ወይ ከዓ ወዳ ሒዛ ትሰግር ኣላ ፅርግያ ትሰግር ከም ዘላ ከዓኒ በቲ ኣሳጉማኣ ንሪኦ ማለት እዩ ደው ኢላ ኣይኮነትን ዘላ ትሰጉም እያ ትስጉም እያ ዘላ ያን ትቕፅል እያ ዘላ መገዳ ስለዚ እንታይ ክንገብር ኣለና ደው ክንብለላ ኣለና ወላ ፎራንጋ ኣይሃልዋ ትኸይድ ስለ ዘላ ምስ ቆልዓ ደው ንብለላ ስለዚ ሬመ ኦከይ መጀመርያ ንሕና ብሓምሳ ንኸይድ ኣለና ማለት እዩ ሕጂ እቲ ኩነታት ከዓ ንርኣዮ ሕጂ ኣብ በረድ ኢና ንኸይድ ዘለና ኩሉ ግዜ እዚኣ ካብ ሕጂ ክነግረኩም ካብ መጀመርያ ማለት እዩ ዝመፅእ ሕቶና እውን ምናልባት ናይ በረድ ክመፃና ይኽእል እዩ በረድ ተሪኢኻ ግዜ ይትውሰድ ኣብ ሓንቲ ሰከንድ ካስሎስ ክላር ቀልጢፍካ ትውድእ ካስሎስ በረድ ተሪኢኻ ኩሉ ግዜ ካስሎስ ኻስሎስ እዚኣ ሓዝዋ ማለት እዩ በረድ ክትርእን ኻስሎስን ክትጥውቕን ሓንቲ ያ ንክትሕዝዋ ንኸይትርስዕዋ ኢለ ስለዚ ብሓምሳ ንኸይድ ኣለና በረድ እዩ ከዓ ዘሎ ማይ እውን ግማዕ ዓይነት ገብር ኣሎ ስለዚ ነቲ ቀንዲ ግን ነቲ በረድ ስለ ዘሎ ሕጂ ሸታሕታሕ ስለ ዝኾነ ሬም ክትገብር ኣይትኽእልን ኢኻ ኻስሎስ ኦኬይ ንቐፅል እዚኣ ከዓ መጀመርያ ብዒስራ ንኸይድ ከም ዘለና ንርኢ ብዒስራ ኦኬ ፅቡቅ ብዒስራ ንኸይድ ኣለና ኣብ ናይ ሰላሳ ፅርግያ እዩ ን ብቅድሜና ካብታ ምልክት ገይረልኩም ዘለኹ ቆልዓ ኣሎ ማለት እዩ ቆልዓ ኣሎ ወይ ናይ ቆልዓ መደቀሲ ኣሎ በዚ ከዓ ንየማን ከዓ ሰባት ኣለዉ ኮፍ ኢሎም ወይ ቆልዑ ይጻወቱ ኣለዉ እቲ ንእሽተይ ቆልዓ በዓል ቀይሕ እውን ይርኣ ኣሎ ናብቲ ስለዚ ኣብ ቅድሜኻ ኣይኮነን ቆልዓ ዝኾነ ንብረት ተሎ ከማን ሬመ ክትገብር ኣለካ ስለዚ እዚኣ ብዘይ ዝኾነ ሬመ ቀልጢፍካ ጥራይ ትምልሳ ማለት እዩ ሬመ ብቅድሜኻ ንብረት ስለ ዘሎ እዚኣ ውን ከምኣ ተመሳሳሊት ማለት እዩ ብዙሕ ምስትውዓል ዘድልዮ እዩ ኦኬ ብዒስራ ፅቡቅ ትኸይድ ኣለኻ ንምድንጋር እዩ እዚ ኦኬ ዒስራ ትሑት እዩ ፅቡቅ ትኸይድ ኣለኻ ኣብ ናይ ሰላሳ ማለት እዩ ግን እንድሓር ኣስተውዒልና ኣብታ ትሕቲ መኪና ኩዕሶ እርኢ ኣለኹ ወይ ከዓ ኩዕሶ ስእሊ ኣላ ስለዚ እታ ኩዕሶ ኣብታ ትሕቲ መኪና ዘላ ኩዕሶ ብኡ ትመፃካ ኣላ ስለዚ ቆልዓ ዩ ቀሊዕዋ ዘሎ ቆልዓ ጎይዩ ንኩዕሶ ደልዩ ክኣትወካ ስለ ዝኽእል ኩዕሶ ዝኾነ ዓይነት እንተሪኢኻ ከምዚ ዓይነት ሬመ ክትገብር ኣለካ ማለት ዩ ስለዚ እዚኣ ብንጹር መልሳ ሬመ ትገብር እቲ ምኽንያት ከኣ ኩዕሶ ትርኢ ስለ ዘላ እዚ ስእሊ ኮይኑ እምበር ተንቀሳቓሲት እውን ክትከውን ትኽእል እያ። ዝቐልዑዋ ናባኻ ትኣቱ ነይራ ክትከውን ትኽእል እያ። ስእሊ ስለ ዝኾነ ግን ደው ኢላ እያ ዘላ። ንስኻ ግን ከምዚ ዓይነት ክትርኢ ከለኻ ኩሉ ግዜ ወላ ደርሆ ድየን ዝኾነ ዓይነት ክኣትዋኻ ስለ ዝኽእላ ደው ክትብል ኣለካ ማለት እዩ። ስለዚ ቆልዓ እዩ ቀሊዕዋ ዘሎ ፍሉጥ ቆልዑ ይፃወቱ ኣለዉ ማለት እዩ እቲ ምልክት። ስለዚ ቆልዑ ናባኻ ጎዮም ከይኣትዉ እሬመ ክትገብር ኣለካ። ስለዚ መልሳ ብንጹር እሬመ ኦኬ ሕጂ ከዓ ብሰላሳ ንኸይድ ኣለና ማለት እዩ ብኩሉ ነገር ክነስተውዕል ኣለና ብየማና ፀጋምና ማለት እዩ ስለዚ ብፀጋምና ወገን ሓደ በዓል ሞቶ ወይ ከዓ ሞተር ዝሓዘ ናባና ገፁ ይኣቱ ኣሎ ማለት እዩ ንሕና ከዓ ብሰላሳ ስለዚ ሰላሳ እቲ ፅርግያውን ናይ ሰላሳ እዩ ስለዚ ብክቱር ናህሪ ንኸይድ ኣለና ማለት እዩ ስለዚ እንታይ ክትገብር ኣለካ ከምዚ ዓይነት ክትርኢ ከለኻ ከኣ ሬመ ክትገብር ኣለካ ማለት እዩ ንኣብነት ሕጂ ሬመ ሬመ ማለት ደው ምባል ማለት ኣይኮነን ሬመ ማለት ምቕናስ ክትቅንስ ትኽእል ኣላ ክትቅንስ ተደሊኻ ማለት እዩ ስለዚ ሬመ ሬመ ጌርና ማለት ደው ኢልና ማለት ኣይኮነን ስለዚ ካብቲ ዘለና ካብቲ ዘለና ናህሪ ክንቅንስ ማለት እዩ ስለዚ እዚኣ ብኑጽር መልሳ ሬመ ንገብር ከምዚ ዓይነት ክትርኢ ከለካ ሸሞንተ ሰከንድ ጥራይ ዘለካ ኣብ ፈተና ስለዚ ብዝተካለካ መጠን ክትርእን ማለት ርእያ ኣቢልካ ቀልጢፍካ ክትምልስ ክትክእል ኣለካ ማለት እዩ ስለዚ እዚኣ ብልክዕ ሬመ ክንገብር ኣለና ኦኬ ሕጂ ከዓ ኣብ ስኔልቬክ ኢና ዘለና ኣብ ስኔልቬክ ብሚእቲ እንኸደሉ ማለት እዩ ስለዚ ብቅድሜና ብቅድሜና ክልተ ፍራክት ኣውቶ ኣለዋ ወይ ከዓ ኣብቲ ናትና ላይን ንዝውሮ ዘለና ፍራክት ኣውቶ ወይ ከዓ ዓበይቲ መካይን ኣለዋ ስለዚ ኣብታ ላይን ናተይ ንኸዳ ዘለና ፍራክት ኣውቶ ብቅድሜያ ኣላ ፍራክት ኣውቶ ከዓ ኩሉ ግዜ ኣብ ኣውቶ ስነልቬክ ወይ ከዓ ኣብ ስነልቬክ ብሰማንያ እያ ትኸይድ ስለዚ ንሕና ከኣ ብሶብዓ ንኸይድ ኣለና ስለዚ ጽቡቅ ወልሓደ ንገብሮ የለን ኒትስ ኢልና ንምለስ ሶብዓ ጽቡቅ ንኸይድ ኣለና ኦኬይ ኣብዚ ከኣ ብሱሳ ንኸይድ ኣለና ማለት እዩ ቀዳምነት ብክንደይ ንኸይድ ኣለና ብሱሳ እቲ ጽርግያ ከኣ ናይ ሱሳ እዩ ግን እንታይ ኣሎ ኣብዚ እዚ ንኸዶ ዘለና ቦኽት እዩ ኣንጎሎ እዩ ቦኽት ኣለና ማለት እዩ ስለዚ ንጥወ ስለ ዘለና ኩሉ ግዜ እንታይ ንገብር ኣብ ቦኽቲ ኩሉ ግዜ ካስሎስ ምክንያቱ በቲ ዘለካ ናህሪ እንተኸይድካ ዝኾነ ሓደጋ ከጋጥመካ ይኽእል እዩ ስለዚ ብናይ ብሱሳ ትኸይድ ኣለኻ ግን እዚ ኣንጎሎ ስለ ዝኾነ ካስሎስ ንገብር ጋዝ ንቕንስ ሽዑ ቀስ ኢላ ትጥወ ካብኡ ኔው ብሱሳ ትቕፅል ማለት እዩ ስለዚ መልሳ ካስ ሎስ ኦኬ መጀመርያ ብሓምሳ ንኸይድ ኣለና ኦኬ እቲ ፅርግያ ከዓ ናይ ሰማንያ እዩ ብኸመይ ንፈልጦ ከዓ ኣብ ዝመፅእ እውን ቪድዮ ክሰርሓልኩም እየ ግን ክልተ ላይን ንሕጂ ዝኸውን ማለት እዩ ክልተ ላይን ኣብ ማእከል ፅርግያ ዘሎ ክልተ ላይን ንርኢ ኣለና እዚ ማለት ከዓ ናይ ሰማንያ እዩ እቲ ፅርግያ ማለት እዩ ብዘይ ብውርዱ ክንፈልጦ ንኽእል ኢና ክልተ ሕንፃፅ ኣብ ማእከል ፅርግያ እንድሕር ኣሎ እዚ ብሰማንያ ትኸይድ ማለት እዩ ሕጂ ግን ብሓምሳ ንኸይድ ኣለና ኦኬ ጸገም የለን እቲ ምኽንያት ብሓምሳ ንኸዶ ዘለና ከዓ ብቅድሜና ትራክተር ወይ ዓበይቲ መካይን ኣለዋ ደው ኢላ እያ ዘላ ስለዚ እንታይ ክትገብር ኣለካ ዝኾነ ሰብ በቲ ኣንጎሎቲ በቲ ብድሕሪታ ፍራክቲ ኣውቶ ወይ ዓባይ መኪና ብኡ ጸኒሑ ናብ ጽርግያ ክኣቱ ስለ ዝኽእል እንታይ ትገብር ቀስ ክትብል ኣለካ ስለዚ ንሕና ግን ኦሬዲ ቀስ ኢልና ኣለና ካብ ሰማንያ ሓምሳ ገይርና ኣለና ስለዚ ወላ ሓደ ነገር ንገብሮ የለን ኒትስ ኢልና ንምለስ ፅቡቅ ብሓምሳ ንኸይድ ኣለና ካብ ሰማንያ ሰላሳ ቀኒስና ስለዚ ፅቡቅ ኦከይ ኣብዚ ከዓ ብሚእትን ዒስራን ንኸይድ ኣለና ኣብ ኣውቶ ስነርቨክ ኢና ዘለና ናይ ሚእትን ዒስራን ሚእትን ሰላሳን ማለት እዩ ስለዚ ሚእትን ዒስራን እቲ ኣፍስታንድ ወይ ከዓ ናትና ርሕቀትና እውን ፅቡቕ ብቕድሜና መኪና የለን ብድሕሬና እውን ኣብ ቢነን ስፒክል ኣብ ስፔኮ እንዳሓር ኢና ብድሕሪት ዝኾነ ዓይነት መኪና የለን ስለዚ ወላ ሓንቲ ኒትስ ንገብሮ የለን ንኣብነት ብፀጋምና ዘሎ ቦርድ ብፀጋምና ኩሉ ግዜ ቦርድ ክትርኢ ኣለካ ኣብ ኩሉ ብፀጋምና ዘላ ንኣብነት ፍራክት ኣውቶ ዓባይ መኪና እታ ብቀይሕ ገይሮምላ ዘሎ ማለት እዩ ፍራክት ኣውቶ ንንእሽተይ ክትቅድማ ኣይትኽእልን እያ ወይ ኣይፍቀድን እዩ ዝብል ዘሎ ንሕና ግን ንዓባይ ክንቅድማ ንኽእል ኢና ንእሽተይ ኣውቶ እያ ናትና ማለት እዩ ስለዚ ወላ ሓደ ሽግር የለን እቲ ቦርድ ወላ ሓንቲ ንገብሮ የለን ኒት ኢልና ንምልስ ኦኬ እዚኣ ከዓ ብሰላሳ ንኸይድ ኣለና ማለት እዩ ብቅድሜና ዳሕር ኣስተውዒልና ክልተ ሰብ ሳይክል ኣለዋ ንሕና ከዓ ብሰላሳ ኢና ንኸይድ ዘለና ብፀጋማይ ወገንና ከዓ ብቅድሜና ወይ ከዓ ፓርኬሪን ዝኾነት ኣውቶ ኣላ ፓርኬሪን ኮይና ኣላ ማለት እዩ ስለዚ ነቲ ፅርግያ ተፃብቦ ኣላ ስለዚ ንሕና ብሰላሳ ንኸይድ ኣለና እቲ ፅርግያ ፀቢብ ስለዝኾነ ኩሉ ግዜ ሬመ ንገብር ምክንያቱ ብቅድሜና ሰብ ሳይክል እየን ዘለዋ ኣብቲ ንሰን ዝኸድኦ ዘለዋ እቲ የማናይ ዘሎ ጎማና ብኡ እዩ ዝረግፅ ዘሎ ማለት እዩ ስለዚ ብሰላሳ እሰን ብሰላሳ ኣይኮናን ዝኸዳ ዘለዋ ሰብ ሳይክል ሳይክል ቀስ ኢላ ስለ ትኸይድ ካብዚ ዘለካ ክትቅንሶ ኣለካ ክሳብ እሰን ዝጥወያ ወይ ከዓ ክሳብ እሰን ዝእለያ ማለት እዩ ስለዚ ንስኻ ብሰላሳ ትኸይድ ኣለኻ በዚሑ ስለ ዘሎ ሬመ ትገብር ማለት እዩ እቲ ምኽንያት ከኣ ሰብ ሳይክል ብቕድሜኻ ስለ ዘለዉ እሞ ከኣ ኣብ ጸቢብ ጽርግያ ኦከይ ኣብ ዝቕጽል ሕቶና ከኣ መጀመርያ ንሕና ብሳላሳ ንኸይድ ኣለና ንጸጋም ከኣ ክንጥወ ደሊና ኣለና ኣብዚ ጸጋማይ ዘሎ ኣብቲ ዳሽቦርድ ናትና ኣብ ናይ መኪናና ንጸጋም ብቀጠልያ ሕብሪ ኣሎ ንጸጋም ክትጥወ ከም ዝደለኻ ማለት ኩሉ ግዜ ክተስተውዕል ኣለካ እዛ መኪና እዚኣ ንጸጋም እያ ደልያ ዘላ ክትጥወ ብጸጋም ከኣ ወይ ተምሃሮ ወይ ከኣ ብዙሓት ሰባት ይመጹ ኣለዉ ወይ ይሓልፉ ኣለዉ ማለት እዩ ብዝኾነ ኮይኑ ቀዳምነት ንዕኦም ኣለዎም ምክንያቱ ንስኻ ክትጥወ ደሊኻ ስለ ዘለኻ ማለት እዩ ስለዚ እቶም ሬክት ዶር ዝኾ ዘለዉ መጀመርያ ቀዳምነት ኣለዎም ስለዚ እንታይ ክትገብር ኣለካ ንስኻ ሬመ ክትገብር ኣለካ ጠቕሊልካ ደው ክትብል ኣለካ ንፀጋም ክትወ እንተኮይንካ ማለት እዩ ስለዚ ሬመ የስ ኦኬ ንሕና ብሰላሳ ንኸይድ ከም ዘለና ንሪኦ ኣለና ኦኬ ብሰላሳ ንኸይድ ኣለና እቲ ፅርግያ ከዓ ኦኬ ናይ ሰላሳ እዩ ማለት እዩ ግን ንኣብነት ብየማን ወገን ፓርኬሪን ዝኾና ብዙሓት መካይን ኣለዋ ማለት እዩ። በዚ የማና እዚኣ ቀያሕ ዓባይ መኪና ምስ ተወጣጢ ገለገለ መካይን ንርኢ ኣለና ማለት እዩ። እንድሓር እዚ ፅርግያ ፈለው ጌርናዮ ከዓ ንየማን ወገን እዩ ዝዕፀፍ ዘሎ ማለት እዩ። ስለዚ እንታይ እዚ ኣንጎሎ እዩ። ኩሉ ግዜ ኣብ ኣንጎሎኻ እንታይ ክንገብር ኣለና ሬመ ክንገብር ኣለና። ምክንያቱ ብሳላሳ ክትጥወይ ኣይትኽእልን ኢኻ። ኣብ ትዮሪ ማለት እዩ ስለዚ ሬመ እንገብር መልሳ ከዓ ሬመ ኦኬ እዚኣ ከዓ ብቅድሜና ዘሎ መጀመርያ ንሪኦ ስቶፕ ሊክት ብቅድሜና ኣሎ ሴማፎሮ ማለት እዩ ንሕና ብዓሰርተ ንኸይድ ኣለና ኦኬ ን ብቅድሜና ሴማፎሮ ኣሎ ን እዛ ብቅድሜና ዘላ ከዓ ብጫ መኪና ሬመ ጌራ ኣላ ማለት እዩ እሳ እውን ሬመ ጌራ ኣላ ስለዚ ንሕና ከዓ እንታይ ንገብር ፍሉጥ እዩ እዚ ማለት እዩ ሬመ ንገብር ተኺልና ሬመ ንገብር ደው ኢና ክንብል ማለት እዩ ስቶብ ሊክቲ ቀይሕ እዩ ተወሊዑ ዘሎ ስለዚ ደው ንብል ደው ከዓ ብሬመ ኢና ንገብር ስለዚ መልሳ ከዓ ሬመ ሬመ ዶ በፂሑ ሓቀይ ሬመ ብዚሕና መስለኒ ሬመ ክንገብር ኢና እምበር ክንጠፍእ ዶ ኮይና ኦኬ ናይ ሳላሳ ጽርግያ ንርኢ ኣለና ሳላሳ ንሕና ከዓ ልክዕ ብሳላሳ ንኸይድ ኣለና ብድሕሬናን ብቅድሜናን ከዓ ዝኾነ ንዓና ዘዕንቅፍ ወላ ሓደ የለን ማለት እዩ ስለዚ ኒትስ ኢልና ንምልሳ እዚያ ቀላል ማለት እዩ ናፃ እዩ ዘሎ ኩሉ ፅምዋ እዩ ዘሎ ናፃ ዝኾነ ንዓና ዝጓዳኣና የለን ማለት እዩ ስለዚ ኒትስ ናፃ ኢልና ንምልሳ ብሳላሳ ከም ዘላታ ንኸይድ ማለት እዩ ኦከይ ኔክስት ኦከይ መጀመርያ እንታይ ንርኢ ኣለና በረድ በረድ በረድ ቀዝሒ ንርኢ ኣለና ማለት እዩ ንሕና ካብ ብሳላሳ ንኸይድ ኣለና ኣቐዲመ እንታይ ኢለኩም ነይረ በረድ ክትርእዩ ከለኹም ጊዘ ከይ ወሰድኩም ኻስሎስ ጊዘ የብልካን ኻስሎስ ስለዚ ኻስሎስ መልሳ ማለት እዩ ሬመ ክትገብር ኣይትኽእልን ኢኻ ኣብ በረት ምክንያቱ ሸታሕታሕ እዩ ዘብለካ ሬመ ተጌርካ ትኽኢልካ ንፀጋም ወይ ንየማን ኢኻ ጠፍእ ኦኬ ኣብዚኣ ሕቶ እዚኣ ኸዓ ንሕና ብ ሚእትን ዓሰርተን ንኸይድ ኣለና ኦኬ ጽቡቅ ኣብ ኣውቶስነልቬክ ኣብ ናይ ሚእትን ዕስራን ሚእትን ሰላሳን ማለት እዩ and ኣብዚኣ ክነስተውዕላ ዘለና ካብ የማናይ ጽርግያ ናብ ናትና መስመር ውይ ናብ ጸጋም ትመጽእ ዘላ ኣብዛ ቅድሜና መኪና ዘላ ነስተውዕለላ ካብኡ ናብዚ መጻና ኣሎ ማለት እዩ ስለዚ ንሕና ውትፍ ከይንብሎ መታ እንታይ ንገብር ካስሎስ ጥራይ ሬማ ኣይድልየናን እዩ ምክንያቱ ንሱ እውን ብሚእትን ዓሰርተን ወይ ብሚእቲ እዩ ዝኸይ ዘሎ እንተወሓደ ስለዚ ካስሎስ ንገብር ያ እንደገና ናይ በረድ መፂና ኣሎ ስለዚ ኣብ በረድ ኩሉ ግዜ ካስሎስ ኢኻ ትገብር ካስሎስ ስለዚ መልሳ ካስሎስ ኣብዚ ብቕድሜና ትራክተር ትመጽእ ኣላ ማለት እዩ ንሕና ካብ ጽቡቕ ብዓሰርተ ሓሙሽተ ንኸይድ ኣለና ስለዚ ኣብዚ ወላ ሓደ ነገር ንገብሮ የለን ማለት እዩ ኒትስ ኢልና ንምልስ ካብተን ሰለስተ ኒትስ ንምልስ ምክንያቱ ሙሉእ ቦታ ኣለና በዚ ፀጋም ብየማን ዘሎ ብኡ ክንከይድ ንኽእል ኢና ስለዚ ኒትስ ኻስ ሎስ ኻስ ሎስ ኻስ ሎስ ኣብ በረት ኩሉ ግዜ እንታይ ንገብር ኻስ ሎስ ኻስ ሎስ ኣብዚ መጀመርያ ብሳላሳ ንኸይድ ኣለና ኣብ ፀቢብ ፅርግያ እዩ ማለት እዩ ንኣብነት ብፀጋምና ዘላ ቢሸ ፓርኬሪንግ ጌራ ኣላ ብቅድሜና ኣብ የማና ዘላ ውን ፓርኬሪንግ ጌራ ኣላ ማለት እዩ ኣውቶ ክልተ ጎማኣ ኣብ ጽርግያ ክልተ ጎማኣ ከኣ ኣብ ሳዕሪ ወይ ካብ ጽርግያ ወጻኢ ማለት እዩ ብቅድሜና ከኣ ሰኣብ በዓል ሳይክል ኣሎ ስለዚ ኣብዚ ርኢ ምስ ኣበልናያ ጥራይ ሬመ ክንገብር ኣለና ማለት እዩ ስለዚ መልሳ ሬመ ንገብር ጠቅሊልና ቀስ ክንብል ኣለና ማለት እዩ ምክንያቱ ሓደጋ እዩ ጸቢብ ጽርግያ እዩ ዘሎ ማለት እዩ ኦኬ ኣብዚ ጸቢብ ጽርግያ ንኣብነት መኪና ብቕድሜና ትመጻና ኣላ ጠቕሊሉ ጸቢብ እዩ እዛ መኪና ብቕድሜና ዘላ ወይ ዓባይ ናይ ጽዕነት ትመስል ደው ኢላ ዘላ ንኣብነት እቲ ክልተ መደየቢ ናይ መኪና እዩ እቲ ክልተ ኣብ ሜረት እዩ ረጊጹ ዘሎ ደው ኢላ ከም ዘላ ፈሊጥና ኣለና ማለት እዩ ስለዚ ብዝኾነ መንገዲ ክንኣቱ ወይ ክንሓልፍ ኣይንኽእል ኢና። እታ ቡሸ ከኣ ትመጽእያ ዘላ። ስለዚ እንታይ ክንገብር ኣለና? ብየማን ወገን ከድና ደው ክንብል ኣለና። ጠቕሊልና ከማን ደው። ስለዚ ደው ክትብል ከኣ ሬመ እዩ ዘድልየካ። መልሳ ከኣ ሬመ ደው ትብል ማለት እዩ። እታ ምስ ሓለፈትልካ ንሳ ቀስ ኢልካ ትሓልፍ።